ኣብ ሲነማ ስምር ቀጥዑሙ ዝነቅል ልዑል እዩ ዓቕማ ኮሜዲ ድራማ ዕላላት ዋዛታት ስፖርት ፊልምታት
ሰላም ክቡራትን ክቡራንን ተኸታተልትና ንሎሚ እውን ካብ ተኸታተልትና ዝበጽሓና ክልተ ሕቶታት ክንምልስ ኢና ክልቴን በብሓንቲ ከነቕርበልኩም ኢና ዝተፈላለየ ጽሑፋት ብምውካስ መልሲ ቀሪብና ኣለና ኣለና ምክትታልኩም ዝዕድም ኤፍረም ግደ ሃየ ሰዓቡኒ ሰናይ ምክትታል ድማ ግበረልና። እታ ቀዳመይቲ ሕቶ ከምዚ'ያ ትብል። ኩሉ ነገር ብፍቕሪ ዝፍወስ እዩ ዝመስላ፣ ህይወት እውን ብፍቕሪ ካብ ሞት ትምለስ እያ ኢለ እያ እትኣምን። ዝኾነ ሓገዝ እንተሓቲተያ እውን ፍቕሪ እያ ትበኒ። ዋላ ናይ ገንዘብ ፀገም ብፍቕሪ ክትሽፍኖ ትደሊ። ዋላ ተጨኒቐ ከለኹ እያ ብዛዕባ ፍቕሪ ተዕልለኒ። ሓገዝ ኣብ ዝደልየሉ ግዜ እውን ብኸመይ ከም ትሕግዘኒ ኣብ ክንዲ ትሓስብ ኣዝያ ከም እተፍቅረኒ ጥራይ እያ ትገልፀለይ። ብዘይካ ፍቕሪ ፈጺመ ዋላ ንእሽተይ ነገር ኣይትሕግዘንን እያ። ብእትህበኒ ፍቕሪ ግና ኣዝየ ኣዝየ ዕጉብ እየ። እንተኾነ ብዛዕባ ብሓንሳብ ክንነብር ብዛዕባ መርዓ ንሓስብ ኣለና እምቦ ኣብ ሓዳርሲ ብዘይ ሓገዝ ናይ ገንዘብሲ የዋጽኣኒ ዶ መስለኩም? ንሳ ኣብ ፍቕሪ ጥራሕ እያ ትኣምን። ወልደኣብ እየ። ወልደኣብ መልስና ካብ ዘንበብናዮ እዛ ትስዕብ እያ። ከልቢ እውን ንባዕሉ እኳ እናኸፈለ'ዩ ምስ ሰብ ዝነብር። ከይከፈልካ ከኣ'ሞ ህይወት ከተስተማቕር ፍጹም ዘይሕሰብ እዩ። ብህይወት ክትቅጽል ውን ተመሳሳሊ ኣይሕሰብን፣ እንታይ ትኸፍል ጥራይ እዩ እቲ ሕቶ። ሓደ ሓረስታይ ደርሆ፣ ድሙ፣ ኣሓ፣ ጠለ-በጊዕ፣ መጽዓኛ ወዘተ ይውንን ነይሩ፣ ከም ኣብነት እየ ዘምጻልካ ዘለኹ። እታ ደርሆ ይምግባ ንሳ ድማ እንቋቑሖ ትህቦ። እንቋቑሖ እናኸፈለት ትነብር ኣላ ማለት እዩ። ናጻ ምሳሕ ስለ ዘየለ ከምቲ ንሱ ዝቕልባ ንሳ ውን ክትቅልቦ ኣለዋ። እተን ኣሓውን ብጸበኣን ክራይ ገዝእን እናኸፈላ'የን ምስቲ ሓረስታይ ዝነብራ። ምኽንያቱ እቲ ሓረስታይ ሱቕ ኢሉ ጥሪት ንጽጥቂ ኢሉ ኣየጥርን'ዩ፣ እንታይ ደኣ ካብተን ጥሪት ስለ ዝረብሕ'ዩ። ስለዚ እተን ኣሓውን ብጸበኣን እናኸፈላ'የን ምስቲ ሓረስታይ ዝነብራ ዘለዋ ማለት'ዩ። መጽዓኛን ጠሊ-በጊዕ'ውን ነናቶም ክፍሊት እናኸፈሉ ይነብሩ። እቲ ከልቢ ግን ሙሉእ መዓልቲ ኣብ ገዛ እዩ ዝውዕል፣ ዝሕሎ ነገር እውን የብሉን። ነዚ ዘስተውዓሉ ሰባት ነቲ ሓረስታይ እተን ካልኦት እንስሳታት ምህርቲ ይህባኻ፣ ገሊኤን እንቋቑሖ፣ ገሊኤን ፀባ፣ ገሊኤን ስጋ ይህባኻ፣ እዚ ከልቢ ግን ከመይ ኣቢልካ ከይከፈለ ምሳኻ ተንብሮ ክብሉ ሓተትዎ። እቲ ሓረስታይ ዝበሎም ከ እንታይ መስለኩም? ናቱ ክፍሊት እኳ ዓቢ፣ ዘይጭበጥ ወይ ዘይድህሰስ ኮይኑ እምበር ክኣቱ እንከለኹ ጭርኡ ሰይ ሰይ እናበለ ቕበለኒ። ኣብ ነፍሰይ እናተሓቋቖፈ ኸኣ የዛናግዓኒ። ብዘይክኡኸ መን ኣሎ ክኣቱ እንከለኹ እንቋዕ ደሓን መጻእካ ኢሉ ዝቕበለኒ። ፍቕሪ እናኸፈለ'ዩ ምሳይ ዝነብር ዘሎ ክብል መለሰሎም። ከልቢ ንኣእምሮ ሰባት መዝሚዙ ከይሰርሐ ከንብሮ ዝኽእል ብልሒ ኣለዎ፣ ብዘይካ'ቲ ሓለዋ ማለት'የ። ኣብ ካንሸሎ ጸኒሑ እንቋዕ ደሓን መጻእካ ብምባል ጥራይ ክናበር ይኽእል'ዩ። ልዑል ናይ ምብህሃል ክእለት ኣለዎ ማለት እዩ። እንቋቑሖ ስለ ዘይወለደ፣ ጸባ ስለ ዘይተሓልበ ወይ እውን ስግኡ ስለ ዘይብላዕ ግን ከየበርከተ ይነብር ኣሎ ማለት ኣይኮነን። ስጋ ከልቢ ኣብ ከማና ኤርትራውያን ስለ ዘይብላዕ'የ። ኣብ ካልኦት ሃገራት ግን ንኣብነት ኣብ በዓል ኮርያ፣ ቻይና እንተርኢና ግን ስጋ ከልቢ ስለ ዝብላዕ ንሱ እውን ከምተን ካልኦት ጥሪት እበርክት'ዩ ማለት እዩ። ኣነ ግን እዚ ኣብነት ዘምጻኹዎ ምስ ሃገርና ብምትእስሳር ስጋ ከልቢ ስለ ዘይብላዕ እዩ። ናብቲ ትሕዝቶይ ክኸይድ፣ እቲ ኣብ ካንሸሎ ተኣሲሩ ዝሕሎ ዘይብሉ ሕስይስይ ክብል ዝውዕል ከልቢ ውን ፍቕሪ ስለ ዝሃበና እምበር ንስለ ጽድቂ ኣይኮናን ምሳና ከም ዝነብር እንገብሮ። ስለዚ ሓይሊ ፍቕሪ ንኽርድኣካ ኢና ዛንታ ከልቢ ነጊርናካ ዘለና ዝሓውና። ኣፍቃሪትካ ደኣ ትሕግዝ፣ ትኸፍል፣ ተበርክት እምበር ኣላ። ከምቲ እምነታ፣ ህይወት ውን ብፍቕሪ ካብ ሞት ተድሕን እያ። ከምቲ ሓሳባ ናይ ገንዘብ ጸገም ውን ብፍቕሪ ይድፈን እዩ ግን ከኣ ምስዚ ኩሉ ሓይሉ ፍቕሪ ውን ብፍላይ ኣብዚ እዋን እዚ እኹል ከምዘይኮነ ሕሹኽ እንተበልካያ ዝጽላእ ኣይኮነን መልስና ዛዚምና ኣለና። ካብ ፍቕሪ ከይወጻና ሕጂ ውን ሓንቲ ሕቶ ኣላ ነግ ፈረግ እየ ዝብል ዘለኹ ኣመና ተጠራጢረ በቃ ሕጹይ እየ ሕጽይተይ ኣብ ካልእ ሃገር እያ ዘላ ድሕሪ ክልተ ዓመት ወይ ድሕሪ ዓመት ኢና ክንምርዖ ሕጂ ከኣ ሓንቲ ጓል ሄዋን ብዓይኒ ፍቕሪ ምሳይ ትጸጋጋዕ ኣላ ምስኣ ዕርክነት ከኣ ገለ ዓቢ ነገር ክኸስበሉ እደሊ ኣለኹ'ሞ ክሳብ መርዓይ ንግዜኡ ምስኣ ምትዕራኽሲ ከመይ ይመስለኩም? ክብል ዝሓተተና ድማ ተወልደ እዩ። መልስና ከም ዝመስል፣ ክቡር ተወልደ፣ ንስኻ ብዛዕባ ምእታውካ ገሪምካ ንሕና ከኣ ብዛዕባ ምውጻእካ ገሪምና ኣሎ። ካብ ሓደ ገዛ ከይወጻእካ ናብ ካልእ ገዛ ኣይትኣቱን ኢኻ። ስለዚ ናብዚ ሓድሽ ገዛ ክትኣቱ እንከለኻ ካብቲ ድሕሪ ሓደ ዓመት ዝምረቕ ገዛኻ ትወጽእ ከም ዘለኻ ፍለጥ። በዚ ንብለካ ክትምለስ ትኽእል ዶ ኣይትኽእልን ኣጠራጣሪ እዩ። ካብ ገዛኻ ምውጻእካ ዘይኮነ ካብዚ ሓድሽ ገዛ ትኣትዎ ዘለኻ ክትወጽእ ትኽእል ዶ እዩ እቲ ዘገርም። ምኽንያቱ ሓንሳብ ምስ ኣተኻዮ ክትተሓዝ እውን ትኽእል ኢኻ። ስለዚ ሕሰበሉ። ክንነግረካ ፍቕሪ እኳ ልክዕ ከም ኲናት እዩ። ክትጅምሮ ቀሊል እዩ ዝመስል ክትዛዝሞ ግና ኣመና ከቢድ እዩ። እቲ ቀንዲ ከተስተብህለሉ ዘለካ ፍቅሪ ብምልምማድ እዩ ዝጅምር። ከምቲ ትብሎ ዓቢ ነገር ዶ ብዙሕ ነገር ዶ ክትከስበሉ ዝኣተኻዮ ኣፈፌት ውሽጡ ምስ ኣተኻ እንተመቀረካኸ ብኸመይ ኢኻ ክትወጽእ? መግቢ ክሳብ ዝበስል ኢልካ ንግዚኡ ኢልካ ባኒ ምብላዕ ዝጀመርካዮ ከጽግበካ እኮ ክእል እዩ ብድሕሪኡ እቲ መግቢ ኣየድልየካን እዩ። ድሕሪ ግዜ ኢኻ ተመሊስካ ትበልዖ ማለት እዩ። እዚኣውን ከምኣያ እቲ ተደጋጊሙ ዘሰልቸዎ እሞ ንስኻውን ጽቡቅ ጌርካ እትፈልጦ ናይ ጥዕናን ክዳንን ጉዳይ እሞ ግደፎ ሕቶኻ ግን ንግዚኡ ምስኣ ምትዕራኽ ከመይ ይመስለኩም ኣብ ክንዲ ዝኸውን መጀመርታ ንነብስኻ እዘን ዝስዕባ ሕቶታት ክትሓተን ምኽሪ ንህበካ ሓንቲ ካብዚ ሓድሽ ዕርክነት ድሕሪ ዓመት ወይ ድሕሪ ክልተ ዓመት ክወጽእ ምሉእ ሓይሊ ኣለኒ ድዩ ትብል ሕቶ ሕተታ ንነብስኻ። ካልኣይቲ ሕቶ፣ ፍቕሪ መቂርኒ እቲ ዝኣተኹሉ ማዕዶ ንሓዋሩ እንተ ተሸገጠ ወይ እንተ ተሸጎረኸ ኣብኡ ምንባር የዋጽኣኒዶ? ካልኣይቲ ሕቶ'ያ እዚኣ። ሳልሰይቲ ሕቶ፣ ምናልባት እዚ ሓድሽ ፍቕሪ ዝያዳ ናይታ ሕጽይተይ እንተ ማረኸኒኸ? ንሕጸይ ከፍርሶ ይኽእል'የ እዚኸ የዋጽኣኒዶ ኢልካ'ውን እዚኣ ንነብስኻ ሕተታ። እተን መልሲ ባዕለን ክነግራኻ'የን። ኩሉ መልስታትካ እወ እንተኾይኑ እውን ካልእ ተወሳኺ ሕቶ እውን ክተርፈካ ይኽእል እዩ። ብመዐቀኒታት ሕብረተሰብ ንግዝኡ ኢልካ ሓድሽ ተወሳኺ ፍቕሪ ምድራብን ተኽእሎታት ምፍራስ ሕጸን ናቱ ክብርታት ስለ ዘለዎ ወይ ተወሳኺ ፍቕሪ ምድራብን ተኽእሎታት ምፍራስ ሕጸን ወይ ድማ ተወሳኺ ፍቕሪ ምድራብን ተኽእሎታት ምፍራስ ዕርክነትን ናቱ ክብርታት ስለ ዘለዎ ንስኻን ሕልናኻን ከመይ ክትፈትሖ ኢኻ ኣእምሮኻ ጸገም የብሉን ንግዚኡ ክትተዓራረኻ ትኽእል ኢኻ ዝብል መልሲ እንተሂብካ እቲ ኣእምሮኻ ግን ብወገንና እንህበካ ምኽሪ የለን ምኽንያቱ እናፈለጥካ ኢኻ ትኣትዎ ዘለኻ እናፈለጥካ ኢኻ ከኣ ትሓተና ዘለኻ ማለት እዩ ስለዚ ምኽርና ተወሰኽቲ ሕቶታት እምበር ገላጺ ሙሉእ ሓሳብ ክኽውን ኣይክእልን'ዩ እቲ ትጽብዮ ዘለኻ ዓቢ መኽሰብ ግን ኣቐዲምካ ዓበይቲ ሕቶታት ምስ መለስካ ጥራይ እዩ ዝውሰን እሞ ንነብስኻ መወዳእታ ዘይብሉ ሕቶታት ሕተታ። ሽዕኡ ብሓቂ ከዕግበካ ድዩ ኣየኽስበካን ክትፈልጥ ኢኻ። ካብ ሓቀኛ ፍቕሪ ትሃድም ከም ዘለኻ ግን ኣይትዘንግዕ። ነታ ሕጽይተይ ትብላ ዘለኻ ጓል ዘይተፍቅራን ዘይትፈትዋን እንተኾንካ ግን ቁርጺ መልሲ ሃባ። ኣነ ኣይፈትወክን ኣየፍቅረክን ይትረፈኒ ምባል ጻዕዳ መልሲ እዩ። እዚ ወድሓንካ። ዝኸበርኩምን ዝኸበርክንን ተኸታተልትና ኣብ መደብ እዚ ፍጥረትና ሕቶታት ክትልእኹልና ትኽእሉ ኢኹም። ድሮ እውን ብዙሕ ሕቶታት ምስ ጾታዊ ርክብ፣ ምስ ፍቕሪ፣ ምስ ጥልመት፣ ምስ ናብራ፣ ምስ ሓዳር ዝተሓሓዝ ብዙሕ ሕቶታት መጺኡና ኣሎ። በብግዜኡ ከኣ ዝተፈላለየ መርበባት ሓበሬታ፣ ጽሑፋት ሞያውያን ወዘተ ብምውካስ ከነቕርበልኩም ኢና። ንሕጂ ኣብዚ ክኣኽለና እዩ።